ሰላም ሰላም ተኸታተልቲ ነዚ ቻናለይ ከመይ ቀኒኹም ከመይ ኣለኹም ሳባኤ ሕጂ ከዓ ብፍልይ ዝበለት ቪድዮ መፅኤኩም ኣለኹ ከመይ ጌርና ኣሎቬራ ፕላንት ወይ ከዓ እዚ ዕረ ንብሎ ንሕና ንጥቀመሉ ከም ንኽእል እተርኢ ቪድዮ እያ ኣነ ብዘይትን ብሊብኢን ኮንዲሽነርን ከመይ ጌረ ከም ዝጥቀመሉ ከርእክኒ ኣይሃብ ክትፈትዎ ብጣዕሚ ፅቡቅ ጥቕሚ እዩ ዘለዎ ኣብ ገዛኽን ሰሪሕክን ተጠቀማሉ ኢኽን የቐኒለይ ናብቲ ቪድዮ ከስገረልክን እዩ ቴንኪ መጀመርያ ዕረ ከድልየና እዩ ነታሪ ኣብ ክልተ መቒልዮ ኣለኹ እቲ ጫፍጫፍ ከይወግኣና ማታን መጀመርያ ጫፉ ንልግሶ ካብኡ ቀፂልና ቀስ ጌርና ነቲ ቆርቦት ኣልና ነቲ ማእከል ዘሎ ፃዕዳ ነገር ንዑ ኢና ክንጥቀመሉ ነቲ ኮንዲሽነር ማለት ሊቤን ኮንዲሽነር ኢዚ ክነውጽኦ ከለና ከምዚ ኣነ መቒለዮ ዘለኹ ብኻራ ጌርና ጭልጭ ኣልና እንድሕር ኣስታይ ጌርናዮ ንኽወጸልና ኢዚ እዩ ክኾነልና ማለት እዩ። ሕጂ እቲ ቆርቦት ኣነ ኣይጉሕፎን እዩ ምክንያቱ ዘይቲ ከኣ ክጥቀመሉ እየ ዘይትን ልብን ኮንዲሽነር ኢና ክንሰርሕ ኢለክን ዘለኹ እቲ ቆርቦት ዋላ ክጥቀመሉ እየ ኣብ ሊብኢን ኮንዲሽነር ተኾይኑ ነቲ ማእከል ዘሎ ጻዕዳ ነገር ንሱ ጥራይ ዘድልየና ንዘይቲ ግን ነፍርሖ ስለ ዝኾና ዋላ እቲ ቆርበቱ ክጥቀመሉ እየ ማለት እዩ። ንጉሕፎ ነገር የብልናን ኣብዚ ማለት እዩ። እቲ ፃዕዳ ዘሎ ናይ ማእከሉ ምስ ኣውፃኽዎ ኣብ በይኑ ክፈልዮ እየ ንዘይቲ ዝኾነና ከዓ ቁርብተይ ወሲኸሉ ክምትይረ ኣለኹ ካብቲ ናይ ውሽጡ ገል ካብቲ ናይ ውሽጡ ብምሉእ ምስቲ ካበሩ ምስኡ ገይረ ክመትሮ እየ ምፍላይ ኣድልየናኒ ኣብዚ ዘይቲ ዝኸውን ምስቲ ቅላጥ ኣቐዲመ ዝገበርኩ ምስኡ ገይረ ከዳልወይ ማለት እዩ ካብቲ ዕረ ተረፍ እንድሕር ኣለና ወላ ሓንቲ ከውኒ ኣይባላሸኒ ኣብ ፍሪድ ንብዙሕ ግዜ ክፅንሓልና ይኽእል እዩ ጎማ ጫፉ ሽፍን ኣቢልና ከንኦምቶ ንኽእል ኢና ሕጂ ናተይ እዚኣ ንእሽተይ ተሪፋትንላ ንዳሕራይ ክጥቀመላ ኣብ ፍሪጅ ከእትዋይ ማለት እዩ እዚኣ ካብኡ ቀፂለ እቲ ናይ ውሽጡ ፃዕዳ ክጥሕኖ እዩ ማለት እዩ እዚ ኢነ ምስ ወዳእኹም መስቀኦ ገይረ ክፈላለየ ማለት እዩ ኣብ ኮልና ድሮ ጥቂምና ቾክና ፃዕዳ ፃዕዳ እዩ ዝኸውን ስለዚ ከምዚ ገይርና ክንፈላለዩ ና መጀመርያ ብ በዚ ትሪያን ዘለኹም መስቀኦ ብኡ ገይረ ብላ ሓሲበ ነይረ ክፈላለየ ሓሲበ ነይረ ግን ዝኾነ ነገር ከይሓልፉ ስለዝፈራሕኩ ጨርቂ ቅምፂ ርቕ ዝበለ ዝኾነ ዝኾነ ዓይነት ጥርቂ እንተለክን ናብ ገዛኹም ዝሕልፍ ብኡ ጌርኩም ክትዘግኦ ትኽእሉ እዮም ከም ትሪኦ ዘለኹም ከም ትሪኦ ዘለኹም ዘቑይቐ ትመማዩ ኣውፅኡ ኣለኹ ማለት እዩ ሓደ ዘይቲ ከነዳሉ ኢና ዘይቲ ንኸዳሉ ዘድልዩኒ ነገራት ከዓ ክልተ ዓይነት ዘይቲ ተጠቂሙ ኣለኹ እዚ መጀመርያ ዝተጠቀምኩሉ ሽያ ባተር ሽያ ባተር ክመፅእ ከሎ ትርር ዝበለ ስለ ዝኸውን መልቲ ክገብሮ እዩ መጀመርያ ከምዚ ትሪእየን ዘለኽን ማይ ብታሕቲ እዩ ክንዲ ኣብኡ ስኽቶ ኣብ ሓዊ ማይ ብታሕቲ ኣብ ድስቲ ብሃፋ ገይረ ከም ኮኸዐ ከም ካልኣይ ከም ካልኣይ ኦሊቭ ኦይል ተጠቂመ ኣለኹ ብድሕርዚ ኣብ ትሑት ሓዊ ገይረ ነቲ ኦሊቭ ኦይለይ መጀመርያ ክገብሮ እየ ብድሕሪኡ ነቲ ዘምከኮ ሽያባትር ገብረለይ ብድሕሪኡ ከዓ እቲ ናይ ዕረ ዝመተርናዮ ኣብኡ ምስኡ ተሓዋዊሰ ቅስ ገይረ ኸኣ ከፍልሖ'የ ማለት እዩ። ክሳብ ከምዚ ትርእይኦ ዘለኽን ዝኸውን ኩሉ እቲ መረቕ ወዲኡ ከምዚ ትርእይኦ ዘለኽን ንቕጽ ዝበለ ከምዚ ዝኾነ ነገር ክንቀልዎ ከለና ዝኸውን ከምዚ ዓይነት ከለር ምስ ሃበና ወዲኡ ኣሎ ማለት እዩ። ሽዑ ኣውሪድና ዝህን ክሳብ ዝብለና ተጸቢና ቀስ ገይርና ናብቲ መገልበጢ ናትና ንግልብጦ። ማለት እዩ እንዲያ ገይረ ገልቢጤን ኣለኹ ኣብዚኣ ተን ዘይቲ ማለት እዩ ሽዑ ነቲ ዘይቲ እዚ ብላክ ኮስትረር ኦይል ንዕኡ ከዓ ሓዊሰሉ ኣለኹ ዘይቲ ብላዕሊ ማለት እዩ እዚ ብላክ ካስትሮል ኦይል ንጨጉሪ መንውሒ ወላ ጋህጋህ ዝበለ ጨጉርና ብዙሕ ጠቕምታት ኣለዎ ምስዚ ናይ ኦሊቭ ኦይል ናይ ኩሉ ፅቡቅ ዓይነት ዘይትታት ብላክ ካስትሮል ኦይል ካብኡ ከዓ ከንጥበሉ'የ ማለት እዩ። ከምዚ ገይረ ከኣ ነቲ ዘይተይ ኣዳልየሉ ኣለኹ። ካብዚ ቀጺለ ከመይ ገይረ ኣፕላይ ከም ዝገብሮ ተርእየ። ስለዚ እቲ ሊቭ ኢን ኮንዲሽነርናን ዘይትናን ከምዚ ገይርና ኣዳሊናዮ ኣለና ማለት እዩ። ጨጉረይ ጸሩዩ እዩ ዘሎ ሓጺበዮ እየ ብመጀመርያ ነቲ ሊቭኢን ኮንዲሽነር ኣፕላይ ገብረ ኣብ ዝኾነ መገልበጢ እንተለክን ከምዚ ናተይ ጎማ ኣነ እዚ ካብ ዶላር ካብ ዶላር ማይ ገዝ እየ ኖርማል ከምዚ ዓይነት ጎማ ገዚእክን ኣብኡ መሊእክን እዩ ዝኾነልክን ስማእተን ኣፕላይ ክትገብርኦ ከለኻ ጌርክን ስፕራይ እንዳገበርክን ብምሉእ ጨጉርኽን ትገብራሉ ማለት እዩ ዝኾነ ዘለና ዋላ ብኢድና ኖርማል እንዳ ገበርና ከነፍሶ ንኽእል ኢና ብዘለና መሳርሒ ጌርና ክንጥቀም ንኽእል ኢና ማለት እዩ ከምዚ ገይረ ከዓ ንብምሉእ ጨጉረይ ክሳብ ዝጥልቂ ስፕሬይ እንዳገበርኩ ማሳጅ እንዳገበርኩ ኣፕላይ ገይረዮ ኣለኹ ማለት እዩ ቀስ ቀፂለ ከዓ ዘይቲ ክገብረሉ እየ ዘይቲ ከዓ ቀስ ገይረ ከም ትሪኣን ዘለኽን ኣብ ስርስሩ እንዳገበርኩ ዳሕራይ ካብ ኢደይ ከዓ ቁርብ ገይረ ከዓ ነቲ ጫፍ ጫፉ ስፔሻል ጫፉ ክንርስዕ የብልናን ንጫፍ ጫፉ ከዓ ውል የብሎ ማለት እዩ ከምዚ ገይርና ጨጉርና ንከናኸኖ ማለት እዩ ዕረ ብጣዕሚ ጥቡቕ ጥቕምታት እዩ ዘለዎ ኮንድሽነር ክንጥቀመሉ ንኽእል ከም ሻምፖ ጌርና እውን ክንጥቀመሉ ንኽእል ዋላ ኣብኡ ከምዚ ሕጂ ዘረኣኽናዮ ሊቪን ኮንድሽነር ከም ዘይቲ ንጥቀመሉ ብጣዕሚ ጥቡቕ በነፊት እዩ ዘለዎ ጨጉርና የንውሖ ስፔሻሊ ከምዚ ድርቕ ዝበለ እንድሕር እንዳተሰባበረ ዘሸግረክን ኣሎ ከምዚ እናገበርክን ትሪት ክትገብሮ ትኽእላ ኢኽን ማለት እዩ እምበኣር ከዝ ንሕጂ እዚኣ መጽየ ዝነበርኩ ቪድዮ ንዚኣ ትመስል ስለ ዝተኸታተልክና ኣዝየ ኣዝየ እንዳመስገንኩ ኣብ ካልእ ቪድዮ ክሳብ ንራኸብ ሰሰናዩ ባይ ባይ።